ፓርቲ ወይ ድማ ካብ ትግራይ ክልል ካብኡ እዩ ዘምፅኦም ነይሩ። እዚ ንሕና ከም ንፀልእ ንትግራዎት ከም ንፀልእ ገይሩና ማለት እዩ። ካልእ እውን እዚ ክብሎ ዝፀንሐ ናይ ኮሚሽታቶ ካልቸር እውን ኣሎ። ንሕና ከም ስልጡናት እቲኦም ካብ ስግረ ዶብ ዝመጹ ትግርኛ ተዛረብቲ ድማ ከም ጥዑራት ገይርና ንወስዶም ኔርና ማለት እዩ። ብፍላይ ኣብ ሽሕን ትሽዓተ ሚእትን ሓምሳታት ኤርትራ ኣጸቢቓ ሰልጢናትሉ ዝነበረት ግዜ ብኢንዱስትሪ ኣብ ኣብ ኣፍሪቃ ካልኣይቲ እያ ኔራ ድሕሪ ሳውዝ ኣፍሪቃ። ኤርትራ ካልኣይቲ እያ ነይራ ብምዕባለ ናይ ኢንዱስትሪ። ኣብቲ ግዜ እቲ ካብ ትግራይ ብዙሓት ሰራሕተኛታት ይመጹ ነይሮም ኣብ ኤርትራ። ስለዚ እዚ እውን ሓደ ካብቲ ምኽንያት ናይ ንዕቀት ምርኣይ ኣብ ልዕሊ ትግራዎት ኣምጺኡ ማለት እዩ። ስለዚ እቲ ኮሎንያል ሜንታሊቲ ኣብቶም ኤርትራውያን፣ ንትግራዎት ከም ዝጸልኡ ገይርዎም ማለት እዩ። ጣልያን ምስ ከደ እውን እንታይ ኣሎ ኩሉ ግዜ ኣነ ዝብሎ ሓደ መሬት ተወሪሩ ነይሩ እንተ እቲ ጸላኢ ገዲፍዎ ከይዱ ካብቲ መሬት ክኸይድ ይኽእል እዩ ግን ካብ ኣእምሮ ሰብ ካብ ኣእምሮ ክልግስ ኣይክእልን እዩ ስለዚ ክሳብ ሕጂ ዝነበርና ኤርትራውያን እቲ ናይ ኢታልያን ሜንታሊቲ ኣብ ኣእምሮና ስለ ዘሎ ንጣልያን ክንዛረብ ንደሊ ናይ ጣልያን ባህሊ ከነማዕብል ንደሊ ኣብ ትግራይ ውን ምናልባት ብተዛማዲ መገዲ እቲ ናይ ሽዋ መግዛእቲ ወላ ውን እንተኸደ ካብቲ መሬት ኣብቲ እምሮ ግን ተሪፉ ብኣምሓርኛ ምዝራብ ብኣምሓርኛ ጌርካ ምድራፍ ወይ ሳዕስዒት ገለ ከም ምልክት ስልጣነ ጌርካ ናይ ምውሳድ ኣብቲ እምሮ ትግራዎት ክሳብ ሕጂ ዘሎ ኮይኑ ይስማዓና እዩ።

ንኣብነት እቶም ዓውሎው ዝብሉ ዝነበሩ በቲ ግዜ እቲ ኣብ ኩሉ ከይዶም እዮም ዝብሉ ነይሮም እቶም ጭረ ዋጣ ዝበሃሉ ዝነበሩ ኣይፈላልዩን እዮም ነይሮም ኣብ ኩሉ ብትግራይ ኣብ ኤርትራ ሓደ እዩ ነይሩ በዚ በዝን ክንድዝን ከኣ እዩ ወልደኣብ ወልደማርያም ኣብቲ ግዜ ፈደረሽን ትግራይ ፍርቅ ቲግርኚ ዝብል ሓሳብ ኣምጺኡ ዝነበረ።

ውዒሉ ሓዲሩ እዚ ዝመጽእ ዘሎ ኩነታት ናይ ኢትዮጵያ ውን ገለ ትግርኛ ተዛረብቲ ተዘይሰሚሮም ጌና ናብቲ ናይ ቀደም ጸገማት ክንኣቱ ንኽእል ኢና። ንሕና በቲ ምዕራብ እንደገና ክንውረር ንኽእል እቲ ኸኣ እንደገና በቲ ናይ ሽዋ መንግስቲ ውን ናይ ኣምሓራ መንግስቲ ወይ ድማ ብዝመጸ መንግስቲ እቲ ማእከላይ መንግስቲ ክንጭቆን ይኽእል እዩ። ዘንተ ክልቴና ክንሓብር ስለዘይደሊና። ኣብ ግዜ ደርግ ዝከረን ኣነት ደርግ ባዕሉ ናይ ፈላላይን ሜላታት ይጥቀም ነይሩ ንኣብነት ንኤርትራውያን ጂራኑ ገይሩ ይወስዶም ነይሩ ንትግራዎት ድማ ከም የናሽዎም ነይሩ እዚ ውን ኣብቲ ኣብ ኣእምሮቶም ኤርትራውያን ሕማቅ